ሰላም ሰላም ናይ ዝፋን ናርዲ ተኸታተልቲ ዝኾንኩም ንኹልኹም ከመይ ኣለኹም ኣነ እግዚኣብሔር ይመስገን ሰላም እየ ፅቡቅ ኣለኹ ከምዚ ኣነ ሰላም ዘለኹዎ ሰላም ክትህልዉለይ ናይ ኩሉ ግዘ ትምኒተይ እዩ። እሺ እምበኣር ሎማዓንቲ ብሕፅር ዝበለ ቪድዮ መፂኦኩም ኣለኹ ሰራሕተኛ ኣደይ ዝብል ናይ ሎማዓንቲ ብጣዕሚ እዩ ዝፍለ። ዴብ ተዓጊቲ እዩ ዴብ ሒዞሞ እዮም ደለዉ ሸፋቱ ኣብ ዝኾነ ቦታ ኣቅሚጠሞ እዮም ደለዉ ይኹን ደኣ እምበር ተሌፎኑ ተረኪባ ኣደይ ሒዛታ ደዊላ ከም ዝሰኣነቶ ተሌፎና ግን ከም ዝረከበታ በጺሕና ኔርና ኢና ትማሊ ማለት እዩ ኣደይ ከዓ ብጣዕሚ ተጨኒቃ ትገብሮ ትዛረቦ ትሰርሖ ጠፊእዋ በቃ ታይ እየ ክገብር እንታይ ምግባር ይሕሸኒ ዴብ ኣበይ ይህሉ ኢላ መቸም ፍቅሪ ሓያል ፍቅሪ ሕሱም ኣየ። ፍቅሪ ከምኡ ይገብር ኣሎ ማለት እዩ። እና ኣዲኣ ኣደይ ድማ ኣብ ሃገረሰብ ስለ ዘለዋ ኣዲኣ ብርሃነ ነዲኣን እንታይ ኮይና ሓፍትኺ ዘይትድውል ብዙሕ ኣዋርሕ ኣቁጺራ ኣላ ዝተፈጠረ ነገር ሓድሽ ኣሎ ድዩ እንታይ ኮይና ኢለ ንኣ ብርሃን ከዓኒ ኣነ ዝፈልጦ ተኣምር የብለይን እየ ግን እንድዒ ደውልላ እንዶ ኢላታ። ኢላተን ግን ብዙሕ ነገር ትፈልጥ እያ ብርሃን ክትሓብኣን ስለ ዝደለየት እያ እምበር ኣዲኣ ድማ ሃቢ በሊ እቲ ኣነ እኳ ኣይክእላን እየ ደዊልኪ ኣራኽብኒ ሃብሃብኒ ናብ እዝነይ ገንኣ ሓራይ ክህበኪ እየ ግን ኣደዋይ ስለ መርዓ ኣይተዕልል እያ ምስ በለትን እንታይ እንታይ ትብል ኣለኺ ማለት ንምንታይ ስለ መርዓ ዘይትዕልል እያ ኢልክኒ እንታይ እኒኦ ድዩ ሓድሽ ነገር ኢለናኣ እሳ ድማ ዋላ ሓንቲ ዋላ ሓንቲ የለን በቃ ስኢለኪ'የ እዋእ እንድዒ ኢላቶም ኖኖኖኖ ዝኾነ ነገርማ ዝሓባእክኒ ኣሎ ንዒ ጽወይኒ ንገርኒ ኢለ ንኣ ክትነግረኒ ኣይከኣለትን ጠቕላላ ክትነግረኒ ኣይከኣለትን በቃ እንዶም ኣደዋይ እንተ ኪኢልኪ ደውልላ ኩሉ ነገር ኣዛርብያ በቃ ግደፍኒ ሕጂ ኣነ ዝፈልጠቶ ነገር የብለይን'የ ኢላተን እሰን ድማ ብዙሕ እናተዛረባ ኣንቲ ርግምቲ ገለ ደኾን ዝሰማዕክዮ ነገር ኣልዩኪ እዩ እቲ ንዴቭ የፍቅሮ ዝበልኪ ኣይሓደክዮን ዶ ትኾኒ ኢለን በዛ ውሽጠን እንታይ እዩ ዝገብሮ ኢለን ነገር ወላዲት ኮይንወን ተረቢሸን ስምዒ እንደ ብርሃን ጓለይ ነን ደቀይ ክልተ እኽን ንዓይ ዝፈትወክንን ዘኽብረክንን ዘን ደቀይ ምእዙዛት ኩና እቲ ንዴቭ የፍቅሮ ዝበልኪ ክስካብ ሀዚ እንሄዱ እቲ ፍቅርኺ እዛ ጓለይ ጽወይ ንባና ኣይ ንኣይ እንኽዶ ተሓብእኒ ኢኺ ኢለና እሳ ድማ ኣደዋይ ኣነ ኣብ ሓፍተይ መንጎ ክኣቱ ኣይደልን ብርግጽ የፍቅሮ ነይረ እየ ሕጂ ግን ገዲፍኒ እዩ እግዚኣብሔር ይመስገን በቃ ንፍኣዴብ ዝኾነ ዓይነት ፍቅሪ የብለይን ሕጂ ናይ ኣዴ ሓፍተይ ኮይኑ ክሪኦ እዩ ትምኒተይ እና ኣደይ እመንኒ ኣነ ምንም ነገር ከምዘይብለይ ኣሚንኪ ኪዲ በቃ ኣነ በቃ ገዲፈዮ ንኣደይ ንዴብ ዝነበረኒ ስምዒት ገዲፈዮ እየ። ኢላተን እሺሞ ደሓን ዛጓለይ ሃብ እዛ ስልኪ ደውሊ ኢለን ደወል ኣቢለን ንኣደይ ረኺበንኣ ኣደይ ድማ ኣሎ ብርሃነይ ብርሃነይ ከመይ ውዒልኪ ምስ በለትን ምስ በለታ ንሓፍታ ኣደይ ኣደይ እታ ኮንኪ ድኺ ብርሃነይ ኣደይ እኒኣ ምሳይ ክረኽባ እያ ትብለኒ ኣላ እሞ ክትረኽብያ ዶ ምስ በለታ እውይ ታይ እየ ዝገብር ታይ እየ ክብላ ታይ እየ ክብላ ታይ እባ ምባል ይሕሸኒ ኢላ ብጣዕሚ ተጨኒቃ ኣደይ በቃ ትብሎን ትዛረቦን ትጭብጦን ስኢና መቸም ከቢድ እዩ ንወላዲ ብዙሕ ነገር ውፃእ ውረድ ኣሕሊፍካ ትፀገማትካ ክትነግሮ ንወላዲካ ብጣዕሚ ከቢድ ቤተሰብ ተጨኒቃ በቃ ሕራይ ሻሃብያ ግን እንታይ እየ ክብላ ትሕብ ኣይክብላ እንድዒ ርኸብያ ዝሮዝሮ ኢላ ህብ ምስ ኣበለታ ኣደዋይ ከመይ ቀኒኺ ከመይ ኣለኺ እግዚኣብሔር ይመስገን ዛጓለይ ከመይ ቀኒኺ ዳሕና ዲኺ ኢለና ዳሓን እየ ከመይ እኒኺ ሀ ታይ እኒ ሓዱሽ ነገር ኩነታት ኢለናኣ ጣይጣዓኺ እንድኺ ሕም'ኪ ድዩ። ምስ በልኣ ድግም ኣቢለን ንሳ ድማ ኖኖ ኣይሕመንን ከመይ እኒኩም ኩነታት ዓዲ ጥዕና ኣቦይከ ከመይ ኣሎ ንኩልኩም ዳሕና ዲኩም እየ ክብል ደልየ ኣጋጣሚ ምሳይ ሰብ ስለ ዘሎ እየ ኣደዋይ ድምፀይ ተቆራሪፁ ኢላተን ንሰን ድማ ተረዲኤን ኣላ ዳሕና እዛ ጓለይ ዳሕና ፀገም የብሉን ይፈልጦ እየ ናይ ከተማ ነገር ዶ ጠፊእኒ ኢልክኒ ወይ ዝሮ ዝሮ እዛ ጓለይ ጎብዚ ታይ ከኒሆ ታይ ክትገብሩ ኣለኹም ወዮ ምስ ዴቭ ዝበልክኒ ምስ በለኣ እውይ ታይ ኣክገብር ታይ ክብላ ታይ ክብላ ኣደዋይ ኣሎ ኣሎ ኣሎ እናበለት መስመር ዝተቆራረፃ መሲላ መስመር ዝተቆራረፃ መሲላ ቴሌፎን ዕፅው ኣቢላተን ወፂኣ ማለት እዩ። ደሓር ምስ ሊሊ ኮይና ኣንቲ ሊሊ ኣደይ ጠይቓትኒ እንታይ ክብላ ኣንቲ ቅበርኒ ኣቲ ቅበርኒ በጃኺ ኢለኪ ቅበርኒ ኢላታ ንሊሊ ኣጆኺ ኣደይ ኣጆኺ እኳ መሓዛይ ፀገም የብሉን ዘሎ ክንናግረን ኢና እንታይ እሞ ኮን ክትጭነቂ ኣለኺ ዘጨንቕ እኮ የብልኽን ሓድሽ ነገር ከዓ ኣይኮነን ዘሎ እዩ ኣብ በይንኺ ጥራሕ ዶ ተጀሚሩ እዩ እዚ ኣብ ኩልና ዘሎ እንዳኣሉ ኢላ ሊሊ ንፍዕቲ ኣብ ብርትዕ ኣቢላታ ማለት እዩ ደሓረ ኣዲኣ ንፍቅር ድማ ሮማን ካብ ገዛ ወፂኣ ስለ ዝኸደት ኣይ ናይ ሓቂ ሓደ ወገንስ ሮማንስ እንቋዕ ወፀት ሕርርርርር የብሉኻ ኣነ ውን ቦግ ኢሉ ክወፅእ ይመፀኒ ኣሎ ሓደ ሓደ ግዜስ በቃ እዞም ስራሕ ትሰርሐሎም ሰባት እሲ እተን ኣንሽቲ ገለገሊኤን ኣንሽቲ ጥዑማት እየን ሓቂ ይሓይሽ ገለገሊኤን ኣንሽቲ ግን ብቐልቀል ከይተረዳእካ ዝኸፃ ጽደፍ ክትጸድፍ ዝደልያኻ ባቃ ሸው በል ይመጽእ ዝመጸካ ሰዓታት ኣሎ እንካዕ ደሓን እና ብምውጻእኺ ሰድኒቐኪ እየ ክብለኪ እለ ሮማንየ እና እዲኣ ንፍቅር ተረቢሻ እንታይ ጌርናያ እንታይ ረቢሽናያ እንታይ ሕማቅ ጌርናያ ዝኾነ ነገር ዶ ጌጋታት ፈጢርና ኮይና ኢላ ብጣዕሚ ተረቢሻ ትብሎ ትዛረቦ ትገብሮ ጠፊእዋ ማለት እዩ ቤተሰብ ይጥፈኣያ ደኣ እምበር ፀዊዓ ከተዘራርባ ደልያ ስልካ ምስራሕ ኣብይዎ ስልካ ምስራሕ ኣብይዋ ንሩታ ፀዊዓ ሩታ ኣቤት እንታይ እያ ኮይና ሮማን ወፂኣ ፀገማስ ክንገራ ክትክእል ዶ ነጊራትኪ ዶ እረ በይዛኺ ኢለኪ ሩታየ ንገርኒ ኣነ እኮ ተጨኒቀ ክሞት ኢለ ኢላታ ሩታ ከዓ እንድዒ ናብ ፍቅር ናብ ናይ ፍቅር ገዛ እትው ኢላሲ ውፅለይ ምስ በለታ ፍቅር እያ ይመስለኒ ኮርያ እምቢ ንዓይ ኣይነገራትኒ እንታይ እዩ ፀገምኪ ኢለያ እውን ምንም እያ ኢላትኒ እንታይ ኢና እሞ ክንብሎ ኣቲ ማሚየ ኢላታ እንድዒ ኣነ ዝኾነ በዲልናያ ከይንኸውን ብዘይፍላጥና ይቅርታ እንዶ እሞ ክብላ ትፀውዕያ ኣቲ ሩታየ ኢላታ ክትመፅእ ኣይትኽእልን ኣብያትኒ እንድያ ከመይ ኢላ ክትመፅእ ስለዘይትመፅእ እያ እምበይ ተትመፅእ ደኣ እሞ ፅቡቅ ነይሩ ኢላታ። እንድዒ እምበይ ኣነስ ዘይጨኒቑኒ ኡፈትየ መኣዝ ኢልክኒ ጨኒቑኒ እምበር ኣይፈተኹን ኡይ ዝሮ እንድዒ እዘን ደቀይ ኣይትበኣሳ እዘን ደቀይ ፍቕሪ ግበራ እታ ፍቅር ታይ ከምዝገብራ እኳ ኣይተረደኣንን ዘሎ ፍቅር ኣብያት እኒኣ ጠባይ ምስ ሰብ ምስምማዕ ሲኢና እስኺ ኻዓ ምኸርያ ሓፍትኺ እያ ተስተኻኸሊ ናይ ሰብ ፍቕሪ ይሃልኺ ናይ ሰብ ፍቕሪ ይሓዝኪ ኢልክስ ምኸርያ እንዶ ኣቲ ሩታ ጓለይ። ኣታ ኣነስ ታይ እየ ክገብር ኢላ ተጨኒቃ ኣዲኣ ንፍቅር ማለት እዩ ኣጆኪ ማሚየ ኣይትጨነቂ ዳሓን ኣነ ባዕለይ ክመክራ እየ ከምኡ ኣተኮይኑ ካዓ እንታይ ፀገም ኣለዎ ብካሊእ ክፋል ክሳብ እንራከብ ሰናይ ቅንያት።